ዘውዳ ኣርኣያ እታ ቀዳመይቲ ኤርትራዊት ትእምርቲ ኪነ ጥበብ ፊልም። ክቡራት ተኸታተልትና ሎሚ ኪነ ጥበባዊ ኣሰር ዞባና ኣብ ኣህገራዊ መድረኽ ዝቐረጸት ፍልጥቲ ኤርትራዊት ተዋሳኢትን ኣፍራይትን ዘውዳ ኣርያ ሕዝናልኩ መጺና ኣለና። ካብ ኤርትራ ተበጊሳ ኣብ ሽሕን ትሽዓተ ሚእትን ሰብዓታት ንስክሪናት ኢጣልያን ኤውሮጳን ብሓፈሻ ብተዋሳእነትን ብምፍራይ ፊልምን ዝማረኸትሉ ዘውዲ ታሪኻ ክንድህሶ ኢና። እዚ ጽሑፍ እዚ ቅድሚ ሕጂ ካብ ተጻሕፉ ኣብ ቢቢሲ ከምኡውን ዝተፈላለዩ መርበባት ሓበሬታን ጋዜጣታት ኢጣልያን ካብኡ ሓሊፉ ድማ ንገለ ነቲ ታሪኽ ናይቲ እዋን ዝዝክሩ ሰባት ተወኪስና ኣዋሂድና ዘዳለናዩ ክሳብ መወዳእታ ሼር ላይክ እንዳገበርኩም ሓሳብኩም ድማ እናካፈልኩም ክትከታተሉኒ ብክብሪ ዕድም ሰናይ ምክትታል ብዓሰርተ ለካቲት ሽሕን ትሽዓተ ሚእትን ሓምሳን ሓደን ኣብ ደቂ ኣምሓረ ዝተወልደ ዘውዲ ፖለቲካዊ ጽልዋ ካብ ዘለዎ ስድራ ቤት ዝመጸት ምዃና እዩ ታሪኻ ዝነገር ኣቦ ኣመሓዳሪ ከተማ ደቂ ኣምሓረ ኣኳኣ ድማ ዲፕሎማሰኛን ኣብ ኢጣልያ ኮይኑ ዘገልገለ ከም ዝነበረ ይፍለጥ። ኣብ ሰብዓታት ኣብ ሃገራዊ መድረኽ ወጺኣ ኣብ ፊልምታት ከም ቀንዲ ተዋሳኢት ኮይና ትቐርብ ስለ ዝነበረት ኣብተን ዓበይቲ ከተማታት ኤርትራ ንዘውዲ ኣርኣያ ዘይፈልጥ ሰብ ዳርጋ ኣይነበረን ክበሃል ይከኣል። ኣብቲ እዋን እቲ ዋላ እኳ ሃገራዊ ብረታዊ ቃልሲ ይካየድ እንተነበረ ኣስመራ ዘዋናውን ጽባቐን ስልጣንን ምዕብልና ነበራ። ኤርትራውያን ኣብ ናይ መንግስቲ ይኹን ብሕቲ ሰራሓ ዝወፍርሉ፣ ሰብ ሓዳር ቪላታት ዘስርሕሉ፣ ብዙሓት ደቀባት ካብ ኢጣላውያን ዝተረከብዎ ፋብሪካታት ዘመሓድርሉ፣ ብብዝሒ ወነንቲ ኩባንያታት ዝነበርሉ፣ ምምሕዳር ከተማ ድማ ኣብ ክንክንን ጽሬትን ጽባቐንታ ከተማ ኣበርቲዑ ዝሰርሓሉ፣ ቁጠባ ከተማ ዝደንፍዓሉ፣ ጣልያን ከም ገዛእቲ ዘይኮነ ከም ተራን ኣካየድቲ ሰራሕን ኮይኖም ዝነጥፍሉ ደቂ ከባቢ ኣስመራ ናብታ ከተማ ኣትዮም እቶት ዝምእርሉ ግዜያት ነበረ። እቲ ሽዑ ዝነበረ ህይወት ብምርኢት ኤክስፖ ኣስመራ ክግለጽ ይከኣል። ብኻልእ ኣዘራርባ ኤክስፖ ናይ ሽሕን ትሽዓተ ሚእትን ስሳን ትሽዓተን ኣስመራ ኣበይ በጺሓ ከም ዝነበረ ዘርኢ ምርኢት ነበረ። ኩሎም ትካላት ኣፍረይቲ ፋብሪካታት፣ በብዓይነቱ ኣገልግሎት ዝህባ ኩባንያታት፣ ናይ ብሕቲ ዋኒናት ብወኪላተን ኣቢለን ኣብ ኤክስፖ ምርኢት ዘቕርቡሉ ኣጋጣሚ ነበረ። ምስ ኤክስፖ ኣስመራ ተኣሳሲሩ ውድድር ቁንጅና ደቂ ኣንስትዮ ተኻየደሞ ሽዑ ጓል 17 18 ዝነበረ ዘውዳ ኣርያ እተባህለ ተማሃሪት ድማ ቀዳመይቲ ብምዃን ቦሎኽ ኢላ ወጸት። ዘውዲ ኣርኣያ ቁመታ ነዋሕ ዓይና ፉሪ ጽልም ኢላ ሰውነታ ሸጥ ዝበለ ኣዝያ ቆንጆ ነበረት። ኮይኑ ድማ ኣብ ኤርትራ ኣብ ውድድር ኤክስፖ ብቑንጅና ቀዳመይቲ ኮይና ተመርጸት። እቲ ውድድር ንፈለማ እዋን እዩ ተኻይዱ። ሓደ ካብቶም ተሸለመቶም ብልጫታት ከኣ ንዓዲ ጣልያን ኣብጺሑ ዝመልስ ናይ ነፋሪ ትኬት ነበረ። ታሪኽ እዛ ንህይወታን ቁንጅናን ብግቡእ ተጠቀመትሉ ዕውቲ ተዋሳኢት ኣብ ብዙሓት ብቐረባ ኣብ ትምህርትን ዝዓበየትሉ ጎደናታትን ብርሑቕ ከኣ ኣብ ትሰርሖ ፊልምታት ዝፈልጥዋ ሰባት ተሰኒዱ ይነብር ኣሎ። ዘውዲ ዝዓበየትሉ ገዛውቲ ኣብቲ ብከባቢ ባርትብለ ዝፍለጥ ክፋል ምምሕዳር ዕዳጋ ሓሙስ ኮይኑ፣ ኣብ ፖቴገ ካልኣይ ደረጃ ቤት ትምህርቲ ጣልያን ተማሂራ። ዘውዲ ሙሉእ ነብሳ ምትእማን ዝነበራ ቁሊሕ ምሊሕ ከይበለት ትኸይድ ኩሉ ሰብ ብጽባቓ ዝጥምታ ኣብ ውሽጢ ቤት ትምህርቲ ድማ ብዙሕ ዘይትዛረብ ኩርዕቲ ጎርዞ ከም ዝነበረት መማህርታ ይገልጹ። ንዘውዲ ሓጺር ክዳን ተኸዲና ሸናዕ ክትብል ዝዝክርዋ ደቂ ኣስመራ ብዙሓት እዮም። ክዳና ንቕርጺ ኣካላታ ዘድምቕ እኳ እንተነበረ ገለ ሰባት ግን ብሰንኪ ባህላዊ ኣጠማምታ ይነቕፏ ከም ዝነበሩ ይንገር። ኣብቲ ውድድር ቁንጅና እትካፈለሉ ዝነበረት እዋን ድማ ብዙሕ ግዜ ካብ ቤት ትምህርቲ ቦክር ከም ዝነበረት ኣብ ኤክስፖ ስዒራ ኣብ ቤት ትምህርታ ምስ ተመልሰት ካብ መምሃራን ተመሳሳሊ ነቐፌታዊ ኣጠማምታ ይወርዳ ከም ዝነበረ መምሃርታ ይዝክሩ። ዘውደ ግን ነቲ ካብ መማህርታ ይኹን መማህራን ከይተረፈ ዝወርዳ ዝነበረ ነቐፌታ ከይተዳህለት ብርእሰ ተኣማንነት እያ ሰገረቶም። ኣብ መጋቢት 2021 ዘውዲ ኣብ ኮሬረ ዴላ ሰራ ዝበሃል ጋዜጣ ዘካየደቶ ቃለ መጠየቕ ከመይላ ንዓዲ ጠልያን ከም ዝሰገረት ኣብኡ ኸኣ ከመይላ ኣብ ዓውዲ ሲኔማ ዓወታት ከም ተጓናጸፈት ብሰፊሕ ኣዘንትያ ነይራ። ኣነ ንበይነይ ካብ ኩላቶም ኣሕዋትን ኣሓተይን ቤት ትምህርቲ ጥራይ ንተማይረ ትብል ዘውዲ ካብ ብንእሽተይ ከኣ ሓላሚት እየ ነይረ ሕልመይ ከኣ ንዓዲ ጣልያን ከይደ ኣብኡ ክሰርሕን ክነብር ነበረ እንዳበለት ታሪኽ ምትእስሳር ጣልያንን ኤርትራን ብዝርዝር ኣብሪሃ ኣላ ኣቦይ ከም ሰቡ ከምኡውን ከምቲ ባህልና ዝጠልቦ ሕይል ዝበለ ረዚን ሰብ ነበረ ኣነ ግን ኩቱር ሕልሚ ስለ ዘበረኒ ኣብቲ ናይ ውድድር ቁንጅና ከይነገርኩ ተሓቢኤ ተሳቲፈ ተዓዊተ ከኣ ትብል ዘውዲ። በቲ ዝወሰደቶ ባዕላዊ ውሳነ ግን ኣቦኣ ሕጉስ ከም ዘይነበሩ እውን ተረድእ። እቲ ውሳነ እቲ ክትወስድ ነቲ ዝሰዓረቶ ብልጫ ሒዛ ድማ ንቕድሚት ክትግስግስ ክሳብ ክንደይ ሓያል ባህርን ቆራጽነትን ከም ዝነበራ ይዘሪ። ባህልና ሓያል፣ ቀሳቢ፣ ሸምቂቑ ዝሕዝ ባህርያት ከም ዘሎ እቶም ብኡ ዝሓለፉ ናይቲ ዘመን ሰባት ይዛረቡ። ዝኾነ ኾይኑ ድሕሪ ኤክስፖ ህይወት ዘውዲ ፍጹም ተለወጠም። ንባህሊ ሕብረተሰብ ኤርትራ ፈንጢሳ ብምውጻእ ተዓወተት። ዕድል ገይራ ድማ ዓቢ ዝና ተጎናጸፈት። ንዓዲ ጥልያን ናይ ምኻድ ሕልማ ድማ ሰመረላ። ኣብ ሰን ትሽዓተ ሚእትን ስሳን ትሽዓተን ሚስ ኤርትራ ተባሂላ ድሕሪ ምምራጻ፣ እዚ ዓወት እዚ ናብ ናይ ሞደሊን ዓለም ከም ትኣቱ ዝገበራ ቀንዲ ኣፍደገ ህይወታ'ዩ ነይሩ። ናብ ዓለምለኻዊ ዕብየት ዝመርሓ ግን ብሃንደበት ዝተረኽበ ንምሉእ ጉዕዞ ህይወታ ዝቐየረ ዕድል ድማ ኮነ። ኣብ ሽሕን ትሽዓተ ሚእትን ሰብዓን ክልተን ኣብ ኢጣልያ እንዳሃለወት፣ ንትካል ታዛ ድኦሮ ዝኸውን ናይ ቡን ምልክታ ከተዋውዕ እንከላ፣ ምስቲ ፍሉጥ ዳይረክተር ሉዊጂ ስካቲኖ ተራኸበት። ንሱ ድማ ኣብታ ኣብ ደሴታት ሲሸል ዝተቐርጸት ላ ራጋዛ ዳላ ፔለ ዲ ሉና እታ ቆርበት ወርሒ ዘለዋ ጓል ዘበሃል ፊልም ከም ትዋሳእ ገበራ። እዛ ፊልም እዚኣ ናብ ተፈላጥነት ሲነማ ኢጣልያ ሲነማ መእተዊት ማዕጾ ኮነት። እታ ፊልም ምስ ተዘርግሐት ድማ ብዙሕ ሰብ ንዘውዲ ፈለጣ። ኣብ ኤርትራ ብፍላይ ኣብ ከተማ ኣስመራ ብሳላተን ዝነበራ ሓያለ ኣብያተ ሲነማ ዋላ እኳ ፊልም ናይ ምርኣይ ባህሊ እንተነበረ ዝበዝሐ ህዝቢ ግን ነቲ ዘውዲ ተዋሰኦቶ ፍቕራዊ ገጸ ባህሪ፣ ሮማንስ ካራክተር፣ ናይታ ፊልም ምስ ረኣየ ብዙሕ ኣይተዋሕጠሉን። ንኸምኡ ዓይነት ፊልም ኣይተዳለወን ነይሩ ክበሃል ይከኣል። ኮይኑ ድማ ነቲ ቀዳዲ ነግሒ ምዃኑ እተገልጸ ጻዕራ ብጽቡቕ ከም ዘይተቐበሎ እዩ ዝንገር። እቲ ትልሚ ናይቲ ፊልም ክልተ ሰብ ሓዳር ዝኾኑ ኣልበርቶ ዝተባህለ መሃንድስን ሄለን ዝተባህለት ሰኣሊትን ኣብ መወዳእታ ኣብ ፈተና ምስ ወደቑ እሞ ነቲ ዝነበረ ኩነታት ንቕይር ኢሎም ክልቲኦም ሓቢሮም ንክዛነዩ ናብ ደሴት ሲሸልስ ደቡብ ኣፍሪቃ ገሹ። ኣብኡ ድማ ንሓንቲ ሲምዋ ዝተባህለት ማለት ዘውዲ ተላቢሳታ ዝነበረት ገጸ ባህሪ ይረኽቡሞ ኣብ ፍቕርን ጥልመትን ተሞርከሰ ርክባት ይፈጥሩ። እቲ ትልሚ ኦሮሳይ ዓይነት ማለት ብጾታዊ ርክባት ተሰነየ ኮይኑ እታ ፊልም ኣብ ኣስመራ ምስ ተራእየት ኣከራኻሪ ዛዕባ ከም ዝፈጠረት ብዙሓት ይዝክሩ። ሽዑ እዋናት እቶም ፍሉጥን ምዕሩግን ዝነበሩ ኣቦኣ ኣቶ ኣርኣያ በቲ ዝነበሮም ዝናን ሃብትን ተጠቂሞም ነታ ፊልም ኣብ ኣስመራ ንኸይትረኣ ከም ዝገበሩ ነቲ ከተእትዎ ዝተገመተ ኣታዊታት እውን ባዕሎም ሸፊኖም ደው ከም ዘበልዋ ዝነገር ሕክያታት ነይሩ እዩ። ዘውዲ ኣብ ሸን ሸዓተ ሚእትን ሰብዓታት ኣብ ዝነበሩ ናይ ኢጣልያ ድራማታት ዓባይ ትእምርቲ ካልት ኣይከን ክትከውን ክኢላ እያ። ኣብ መላእ እቲ ዓሰርተ ዓመታት ተኸታተልቲ ሓያሎ ፍሉጣት ፊልምታት ኣቕሪባ እያ። ንኣብነት ዘ ኦፍ ሮድ ገር፣ ሽሕን ትሽዓተ ሚእትን ሰብዓን ሰለስተን፣ ዘ ኮርቦ፣ ሽሕን ትሽዓተ ሚእትን ሰብዓን ኣርባዕተን፣ ላ ፒካትሪስ፣ ሽሕን ትሽዓተ ሚእትን ሰብዓን ሓሙሽተን። መብዛሕትኡ ናይዚ ፊልምታት ሙዚቃ መንጽፍ ወይ ሳውንትራክስ ብፒዮሮ ኢሙልያኒ እተደርሰዩ ነይሩ። ካብ ሽሕን ትሽዓተ ሚእትን ሰብዓን ሰለስተን ክሳብ ሽሕን ትሽዓተ ሚእትን ሰብዓን ሓሙሽተን ኣብ ዝተፈላለዩ ብትካል ፒኤይ ዝተዳለዉ ፊልምታት ድሕሪ ምስታፍ ድማ፣ ናይቲ ፍሉጥ ኣፍራዪ ፍራንኮ ክሪስታልዲ ናይ ቫይድስ ኩባንያ ፍጽምቲ ተዋሳኢት ኮይና ክትሰርሕ ጀመረት። ኣብኡ ድማ ኣብ ዓበይቲ ናይ ኮሜዲ ስርሓት ተራእየት። ዘውዲ ብጽባቐኣ ጥራይ ዘይኰነስ ኣብ ስክሪን ብዘለዋ መሳጢ ተኽለ ሰብነትን ሰሓብነትን እያ ትፍለጥ። ድምጻ ተጠቂማ እውን ብፍላይ ኣብታ ላራጋዛ ፉሪስትራዳ ዝተባህለት ፊልም ባዕላ ክትደርፍ ከላ ተሰሚዓ እያ። እቲ ናይ መወዳእታ ዓበይቲ ናይ ምውሳእ ስርሓታ ኣብታ ኣብ ሽሕን ትሽዓተ ሚእትን ሰማንያን ሰለስተን ዝሰራሓታ ሄርትስ ኤንድ ኣርሞር ዝተባህለት ዓባይ ስራሕን ከምኡውን ኣብቲ ብጁልያኖ ሞንታልዶ እተዳለወት ኣብ ሽሕን ትሽዓተ ሚእትን ሰማንያን ሸውዓተን ኮንትሮል ዝተባህለት ሳይንሳዊት ፊልም ምዃኑ ታሪኽወት ኣይነገር። ብድሕርዚ ግን ካብ ምውሳእ ርእሳ ኣግለለት። ዘውዲ ክሳብ ሽሕን ትሽዓተ ሚእቲ ሰማንያን ሸውዓተን ኣብ ትሽዓተ ፊልምታት ተዋሲኣ እያ። ከምኡውን ብዛዕባ ብኣሽሓት ዝቑጸሩ ዛንታታት፣ ቃለ መጠየቓት፣ ኣሳእል፣ ነዋሕትን ሓጸርትን ጽሑፋት ቀሪቦም እዮም። ብሓጺሩ ብሰብዓታትን ሰማንያታትን ሓንቲ ካብተን ብሉጻት ተዋሳእቲ ኢጣልያ ብምዃን ዓቢ ቆልዓ ተረኺባያ። እዚ ኹሉ ህቡብነት እናረኸበት ኣብ ኤርትራ ዝነበረ ኣረኣእያታት ተመሊስካ ክረኣ እንከሎ፣ ብዙሓት ኤርትራውያን ንዘውዲ ዝተፈላለየ ዝኾነን ዘይኮነን ኣስማት የላግቡላ ነበሩ። ንሳ ግን ከይተጨነቐት ስርሓ ቀጸለት። እቲ ኣካይዳ ዘውዲ ኣብ ምዕራባዊ ዓለም ንቡርን ቅቡልን እኳ እንተነበረ፣ ኣብ ኤርትራ ማሕለኻታት ይበዝሖ ከም ዝነበረ ፍሉጥ እዩ። እንተ ዘውዲ ግን ኣዝያ ኣብ ርእሳ ትተኣማመንን ጽንዕትን ነቲ ዝኣመነትሉ እትነብር ዓይነት ሰብ ምንባራ ብስርሓ ዓወት ኣብ ልዕሊ ዓወትን ዝናን ተጎናጸፈት። እንተኾነ እቲ ኣብ ልዕሊ ስድራኣ ዝወረደ ጸቕጢ ብፍላይ ከኣ ኣቦኣ ዝስምዖም ዝነበረ ስምዒታት ኣጸቢቑ ከም ዝሃሰያ ዘውዲ ባዕላ ምስ ማዕከናት ዜና ኣብ ዝገበረቶ ቃለ መሕተት ብሓዘን ገሊጻቶ'ላ። ኣብ ክልተ ሽሕን ዓሰርተ ሓሙሽተን ኣብ ሓደ ጋዜጣ ኢጣልያ በቶም ዝሰርሓቶም ፊልምታት ክትዛረብ እንከላ፣ ኣብ ምዕራባዊ ዓለም ከም ሓንቲ ኮኾብ ክስመ ኣብ ሃገረይ ግን ውርደት ከም ዘሰንያ ኣክኢላ ተዛረበት። ዘውዲ ኣርኣያ ኣብ ሽሕን ትሽዓተ ሚእትን ሰማንያን ሰለስተን ምስቲ ፍሉጥ ኢጣልያዊ ኣፍራዪ ፊልም ፍራንኮ ክሪስታልዲ ተመርዓወት። ኣብ ሽሕን ትሽዓተ ሚእትን ተስዓን ክልተን በዓል ቤታ ምስ ዓረፈ፣ ንሳ ባዕላ ነቲ ናይ ስድራቤት ኩባንያ ክሪስታልዲ ፊልም ብምቁጽጻር፣ ነቲ ናይ ኢጣልያ ሲነማ ክላሲክስ ብፍላይ ድማ ነቲ ፍሉጥ ሲነማ ፓራዲዞ ኣብ ምዕቃብን ምውናንን ዓቢ ግደ ተጻወተት። ካብ ቅድሚ ካሜራ ወጺኣ ድማ ድሕሪ መጋርጃ ብሉጽ ናይ ፊልም ኣርካይቪስትን ኣፍራይትን ፕሮዲሰር ኮይና ስርሓታ ቀጸለት። ከም ብዙሓት ኣብ ዝለዓለ ጥርዚ ህቡብነት ዝበጽሑ ሰባት ህይወታ ብሓጎጽጎጽን ላዕልን ታሕትን ሓሊፋቶም። እታ ኣዝያ እተፍቅሮ ዝነበረት በዓል ቤታ ፍራንኮ ክሪስታሊ ብሽሕን ትሽዓተ ሚእትን ተስዓን ክልተን ድሕሪ ምሟቱ ሓዘኑ ከቢድ ነበረ። ብሽሕን ትሽዓተ ሚእትን ተስዓን ኣርባዕተን ግን ማሲሞ ስፓኖ ካብ ዝተባህለ ኢጣልያዊ ዝወለደቶ ወዲ ከም ዘለዋ ይፍለጥ። ዘውዲ ኣርኣያ ብመጠኑ እውን እንተኾነ ንኤርትራ ኣብ ወጻኢ ከም ትፍለጥ ገይራ እያ። እቲ ናይ ምዕራባውያን ዝነበረ ዓውዲ ሲኔማ ማዕጾኡ ብምርሓው ሓንቲ ኣፍሪቃዊት ነቲ ስራሕ ከም ትበቕዖ ኣመስኪራ። ብዝከኣላ መጠን መልክዓን ክእለታን ተጠቂማ ኣብቲ ሰፊሕ ውድድር ዘለዎ ጽንኩር ዓውዲ ኣትያ ተቓሊሳን ተዓዊታን እያ። ጸለምቲ ኣፍሪቃውያን ደቂ ኣንስትዮ ኣብ ኤውሮጳዊ ሲኔማ ፈጺመን ኣብ ዘይነበራሉ እዋን፣ ንሳ ኣብ ሓደ ካብቲ ብሉጽ ናይ ኤውሮጳ ኢንዳስትሪ ፊልም ክትሰብር ክኢላ እያ። ነዚ ዝገበረቶ ድማ ከም ተሓጋጋዚት ዘይኮነስ ከም ቀንዲ ተዋሳኢት ኮይና ነቲ ናይ ዓሌት ኣረኣእያ ብስልጣንን ክእለትን ብምብዳህ እዩ። ንብዙሓት ኤርትራውያን ደቂ ኣንስትዮ ኣብ ስነ ጥበብ ዓቢ መርኣያን ምትብባዕን ምዃና ይእመን። ንኤርትራውያን ድማ ወትሩ ዓባይ ምንጪ ኩርዓት ምዃን ኣይከሓድን። ኣብታ ምስ ቁንጅና ብጽቡቕ ክትነብረላ ዝጸንሐት ከተማ ሮማ ድማ ኣብ ባህላዊ መድረኻትን ስነ ጥበባዊ ጽምብላትን ኣዝያ እተኸብረትን ፍልጥትን ኮይና ክትነብር ጸኒሓ። ብ24 ጉንበት 2026 መርድእ ሞት ኣተሰምዐም። ኤኤን ሚድያ ድማ ብሞት ናይዛ ኣብ ዓለማዊ መድረኻ ዝደመቐት ኤርትራዊት ኮኾብ ዝተሰመዓ መሪር ሓዘን እንዳገለጸት ንስድራቤታን ፈተውታን ኣድነቕታን ጽንዓት ትምነም። ክቡራት ተኸታተልትና እቲ ንሎሚ ብዛዕባ እታ ጸለምቲ ኣፍሪቃውያን ብፍላይ ደቂ ኣንስትዮ ኣብ ኤውሮጳዊ ሲኔማ ፈጺመን ኣብ ዘይነበራሉ እዋን ብክእለታ ዓቕማን ርእሰ ምትእማናን ነቲ ዝነበረ ኩሉ ዓይነት ኣረኣእያታት ኣብ ኤርትራ ባህላዊ ጸቕጢ፣ ኣብ ደገ ድማ ዓሌታዊ ኣድልዎን ካልእ ብድሆታትን ዝሰበረት ዓባይ ኤርትራዊት ትእምርቲ ኪነ ጥበብ ዘውዲ ኣርኣያ ተሞርኪስና ዘዳለናዮ እዋናዊ ትሕዝቶ እዚ ተኸታተልኩም እዩ ነይሩ። እዚ ታሪኽ እዚ ኩርዓት ኩልና እዩ። ኣብዚ ዝቐረበ ትሕዝቶ ዘለኩም ተወሳኺ ሓሳባት፣ ዝኽርታትን ዛንታታትን ኣብ ቦታ ኮመንት ኣካፍሉና። ሼር ላይክ ድማ ኣይተውሕዱ።